ቤትና ቤትና ቤትና ቤትና ቤትና
እስኪ ሱሌ ሓወይ ብዛዕባ ቁሩብ ብዛዕባ ለተየሱስ ትሪኮላታን ከመይ ነይሩ ስራሕ ሃዋህዉ ኣብዘን ክልተ ፊልምታት ክትዕልም? በበይነን እየን ማለት ፕሪኮላ እታ ናይ ኬነዲ እንድያ ናይ ፍቃዱ መለስ ኬነዲ እሳ ናይ ኣደንጋጺ እሱ እዩ ፔስት ኮፒ ንዓይ እሱሲ ደሸግረኒ ጉዳይ ኣይኮነን ነይሩ ምስ መጸ እሲ ናይ ሓደ ደይወልድ ተባሂሉ እዚ ናይ ምሻሉ ናይ ምውላድ ጸገም ኣለዎ ገለ ተባሂሉ ኦሬዲ እሱ እቲ ኣቐዲሙ ቅድሚኡ ዝሰራሕክዎ ናይ ምንባዕ ናይ ገለ ናይ ምኒን ምባል ገለ ስለ ዝኾነ እሱ ደሓን እዩ ኣብ ናይ እዚኣ ለተየሱስ ግን ምስ ጅጂ እዩ ምስ ሃበኒ ታሽም እያ ተቐዳመይቲ ጸገም ኮይና እንታይ ማስትሽ

ሞኻሕ ሓሶት ኣይትፈቱን ኢኻ። ኣኽ እንታይ እዩ ግን ዝሁረይ ምስ ለኪ ናይ ህዝብና ወይ ከኣ ናይቲ ተዓዛቢና እያ ኣነ በዚ ኣጋጣሚ ብጣዕሚ ከም ኣቦይን ኣደይን እዮም ንዓይ ንመዓዘብቲሲ ብጣዕሚ እዮም ንዓይ ምኽንያቱ ከምኡ ኢለ እየ ምሽ ደሓን ደሓን ዶ እሞ ናይ እዚኣ ንበይና ዋጋ ኣለዋ ኢለ እየ ተጠሪቓትኒ ከምዚኣ ስለ ዝኾነት ናይ በይና ናይታ ወይታ ሽም ዋጋ ክንገብረላ ኢና ዝገርመካ ኣብኡ ማለት እዩ ሕጂ ናይ ሌት የሱስ ፅቡቕ ነገሩ ሓሳዊ እንታይ ይገብር እንታይ እን ቴክኒክ ናይ ሓሳዊ እጂ ኣብ ሳይኮሎጂ ደሓን የንብብ ስለ ዝኾንኩ ከምዚ ኢሉ ኣይርእየካን ፍቕስ እብል እዩ እብል እዩ ምሽ ኣይሪኢን እዩ ዝኮነ ሓሳዊስ ዓይኒ ንዓይኒ ከምዚ ኣይሪኢን ስለዚ እዚኣ ፈልጣ እየ ኣብቲ ዘጎይሶ ኣክት ይገብር ከኣ ገለ ሰባት ትሕዞም ከምኡ ኣለዉ ናይ ካልእ ኣብ ዓለም ንዑ ከኣ ሪሰርች ገይረ ንሓሳዊ ንክከውን እዩ ኣይ ዶንት ኖው ኣብቲ ፊድባክ ዋእ ኣታ ሪኣ መልካ ተዓዛቢ ኣክ ሪኣ መልካ እስካ በቲ በቲ ክንብሎ ጽናሕና ዝፈልጠካ ኣዚ ዝከውን መጣቆስን ሌባን ክትከውን ወ ይረኣየካ እንድዩ ድምጺ ዝብሉካ ከም ተላበስካዮ ወይ ከም ዝኮንካዮስ ይረኣየካ ዝብል እንተ ናይ ናይ ለይቲ የሱስ እምበር ናይ ትሪኮላታ ብዙሕ ፍሉይነት የብላን በስ እቲ ምድንጋጽ እቲ ምንባዕ ገለስ ከምዚ ናትካ እዩ ኢሉ ክከውን
እራይ ሱሌ ምናልባት ኣብ ፊልምታት ሕብሪ ዓይንኹም፣ እምነት ከምኡ ውን ፈቃር ዘጋጠማኻ ኣጋጣሚታት ኣለዋ ኢሎም ኣዕሊሎምኒ እሞ ገለ ገለ ሰባት ነዚ ነዚኤን ፊልምታት ዝፈልጡ እሞ ውን ምሳኻ ዝነብሩ ኣብቲ እዋን እቲ ብዛዕበእን እንታይ ኣጋጢሙካ ፍሉይነት ኣብቲ ካብ ስእሊ ወጻኢ፣ ካብ ካስቲንግ ወጻኢ፣ ካብ ዳይሬክቲንግ ወጻኢ፣ ካብ ኣብቲ ኩነታት ስእሊ ወጻኢ። ሕጂ ናይ ሕብሪ ዓይኒ ኹን እያ ሕጂ ከኣ ኣብቲ ኢቨንትስ ኢና ክንዛረብ እወ እታ ሕንብዕ ሕብሪ ዓይኒ ኹን እያ እታ ናይ ቀደም ናይ ፍጹም ተኽሉ ሃጬ ናቱ እንድያ ሕጂ እቲ ካስት ገለ ከመይ ኢልካ ንእሽተይ ከዕልለኪ ናይ ምስጓግ እቶም ኤርትራውያን ካብ ኢትዮጵያ ተሰወጉሉ ናዑ እያ ትገልጽ እታ ሕብሪ ዓይኑ ክም ባዕላ ውን እታ ድርሰት እሳ እያ ኣብኣ ሕጂ እቲ ዲተይል ማለት እቲ ውሽጡ ከይኣተና ናይታ ስራሕ ኣብኣ ሓንቲ ነገር እያ ኣጋጢማትኒ ሰለስተ መዓልቲ ዓይነይ ዓዊረ ነይረ ንምንታይ ኣብ ትሬኒን ኢኻ ኣብ ሹቲን እንተትኾን ከኣ ደሓን ኣብ ትሬኒን ዳንኤል ኣሉ ሕጂ ናይ ሃማመተ ቲንክ ኣብኡ እዩ ዝሰርሕ ዘሎ ሕጂ እቲ ሞያ ገዲፍዎ ከምዞም ሓደ ዓጽሞም እዩ ንሱ እንተኣሲረስ ሱመርማር ናይቶም ትግራዎት ኮይኑ እዩ ድሃር መናይ ትምንባዕ እቲ ንዓኻ ራኣየካ እዩ ምኽንያቱ ሽዓኣ ዝነበረታ እያ ተሰጉጎም መፅዮም ገለ መለ ትፈልጦም ቀደም ምሳኻ ነበሩ ሽዑ ትፈልጦም ኣለው ኣብኡ መፅዮም እቲ ዘወ ይራኣየካ እቲ ኹነታት ናይ ሽዑኡ ማለት እየ ከም ኣክተር ከኣ ክልተ ነገር እዩ ክትላበሶ ኣለካ ክትመስሎ ኣለካ በቲ ሓደ ወገን ከኣ ምሽ ደሕርቐካ ነገር ኣሎ ምስቲ ናይ ሽዑ ኩነታት ናይ ብሓቂ እየ ድበኪ ናይ ብሓቂ እው ምስ በልክዎ ኣበይ ኣትዩ ኣብ ስምዒት ኣትዩ ኦላይ ልካ ኢለ ክዒኒ ሽዑ ክትከውን ነበራ ኣብዚኣ በጺሓስ ክመልሳ እዩ ነይሩ በርክት ረይኒ ምሉእ ሳህሉ ግዲ ምስቶም ሓደ ዓጽዎ እዩ እዚ ኣብ ምሉእ እቲ ሰለታ ኣቢታ ኣይቲ ኣይታይ እም ከምዚ ሰለስተ መዓልቲ ሕክምና ከይደላ ገለ መለ ሓንሳብ ጽናሕ ኢሎም ሸውስ ስእሊ ክነኣትወሉ ነበርና ግዜ እዩ ብሰንኪ እዚኣ ሸቑሩ ናይ ምናልባት ኣብታ እዋን እቲኣ ሓደ ካራክተር ተዝሰርሑላ ኔሮም ምተዋሳእካ ኔርካ ካብ እወ እዋን ሕጂ ተቋሪጻ በዚ መንገዲ ማለት እዩ ናይ እምነት ከኣ እምነት ምስ ራጃ እዩ ምስ ሳልሕ ሮዝካይ ራጃ እወ ክልቴና መሳርሕቲ ኢና ብዙሕ ሰሪሕና ኢና እወ ንፋተዎ የዕሩኽ ገለ መለ ኢና that time ወላ ሕጂ ውን ግን ኣብኡ ሲ ሓደ ለኽባጥ ካራክተር እየ ተዋሂበ ንሓደ ኣርቲስትስ ይቀንኣሉ ራጃ እዩ ድኮን ደሎ ኣርቲስት ትርድክኒ ኣነ ከኣ ሓሳዊ ቀናእ መጽየስ እሱ ንመጽናዕቲ ኢሉ ንሓንቲ ኣመንዝራ ኣብቲ ሆቴል ገለ ንከጽንዕ እዩ እንዳበለሲ እዚኣ ኩነታት ኣነ ፈሊጠ እየ ዝሕስወሉ ገለ መለ ሕጂ ደይርሳዓ ሓደ ሰብ በለኒ እንታይ እያ እስኻ ቅድሚኡ ጀሚርካ እስኻ ኢኻ ኣርቲስት እሞስ ኣርቲስት ንኣርቲስት ክቀንኣ ምሽ ኣሎ እሱ ኣርቲስት ኮይኑስ እስኻ ክትቀንኣሉ እስኻስ ኣርቲስት ኣይኮንካን ማለት እዩ ገሌኒ ስንቢደ ኣነ ከምኡ ኣይፈልጥን ኣነ ክመስል እምበር ኣነ ዳወ እሱ እምበር ሂወተይ ንዓይ ድኣ ማለት ኣብየ ድነብር ዘለኹ ነይረ ኣለኹ ግን እቲ ካራክተር ክላበሶ ስጋብ ዘበልኩ መቸም እዚኣ ቁሩብ ካብተን ምሽ እቲ ሰብ ድህበካ ሪኢቶስ ስጋዕ ክንደይ እዩ ክኸውን ደለዎ በየናይ ወገን እዩ ከኣ ክኸውን ደለዎ ሲ ቁሩብ እጅለ እኳ ሕርኽርኽ ትብለኒ ማለት እዩ ኣብ ናይ ፈቃር ግን ናይ ጨዓያ መዋሊኣ ሃብቶም የማነ እዩ መስለኒ እኖ ሃብቶም ድዩ ወላ እቲ ሓዉ እዩ እቲ ደራሲ ተሰሪሓስ ተወዲኣ እያ ጸኒሓ ውድእቲ እያ ነይራ ምስ ተራእየ ግን ኣይዓገበላን እቲ ጨዓይ ንዓይ ከም ዳይረክተር የምጻ ተወዲኣ እኮ እያ ዳይረክተር ኣለዋ ደራሲ ኣለዋ ተሳኢላ መረብ ኣላታ ኣሎሎ ኣለዋ ስራሕ ተሳኢያስ ተወዲኣ እያ ኣዓጎብና እቲ ኤዲተር ምስ ጀመረ ኣዓገበና እቲ ደራሲ ከኣ እንታይ ክገብር እቲ መዋሊ እንታይ ክገብር ዘለዎ ጥዑም ግዜ እዩ ነይሩ ናይ ሲኔማ ግዜ ስለ ዝነበረ ማለት ተፍሰሉ ኢኻ ተወሊ ኢኻ ተፍሰሉ ኢኻ ከኣ ሕጂ ምስ ኣዓገበና መን ተባሂሎም ኣነ መጽ ሞዚያስ ክትኣልያ ኢኻ እንታይ ክኣሊ ውዱእ ስራሕ እንድዩ እዚ ኖእ ክትኣልያ ኢካ ከም ብሓድሽ ገለ ገለስ ክንገብራ ኢና ሕጂ እዚ ፍቃድ ኢካ መጀመርያ ትሓትት እቲ ደራስን የማን እቲ ደራስን ዳይረክተርን ሓደ ሰብ ስለ ዝነበረ እቲ ደራሲ እዩ እቲ ዳይረክተር ንሱ ምጻለየ ምስኡ ክረዳዳእ ኢልና መጽዩ ከምዚ ብለካ ኣሎ ከምዚ ከምዚ ከምዚ ከምዚ ኦሬዲ ግን እቲ ፍቃድ ሕጂ እንታይ እዩ እንታይ እየ ድብላ ኣነ ሰርጀሪ እየ ድብላ ንዓኣ ከምዚ ኦፕሬሽን ክትገብር መጥባሕቲ እያ እታ ስራሕ ንብምልእ እታ እታ ስክሪፕት ርኢኻ ናይዚ ከዓ ክንደይ ሰዓት እየ ርእየ ያኽ ብካሴት ደምኒ ሊቭ እዩ ነይሩ ዓሰርተ ሽዱሽተ ሰዓት ርእየ እዚ ሓደ ስክሪፕት ኣሎ ክልተ ነዚስ ቀዲደ ኣልጊሰ ዝጓሓፍ ካብዚ ከኣ ኣልጊስካ ኣልጊ ምሽ ዳሓር ዝዓበየት ኣድካሚትን ግን ተስራሓካ ኣብ ሓንጎልንካ ተሕስበካ ብጣዕሚ እያ ትሰርሕ ምክንያቱ ውዱቅሲ ኣልጊስካ ከተእቱ እዩ ድሕሪ ሰለስተ ሰሙን ዶ ክከውን ድሕሪ ሰለስተ ሰሙን። ዕስራን ሸውዓተን ምርኢት ኣልጊሰ ካብታ ስራሕ ዕስራን ሸውዓተን ከኣ ተኪኤላ ስኢነ ማለት እዩ ከምባሓድሽ እንደገና እቲ ቅርጺ ከኣ ከምባሓድሽ ገማጢለዮ ገለ በለ እዚኤን እተን ደጋጠማ
ራይ ሱሌ ምናልባት ኣብ ዝተፈላለዩ ስርሓት ምስ ብጾትካ ተዋሳእቲ ብርክት ዝበለ ናይ ፋሚሊ ዝምድና ተካይዱ እዩ ናይ ናይ ተዋሳእቲ ፋሚሊ ሓንቲ ፊልም ክትስራሕ ከላስ ናይ ገዛእ ርእሳ እታ ክሩ ብምልኣ ፋሚሊ እያ ክትኣልን ክትዋሳእን ከለኻኸ ፍሉይነት ዝረኸብካሉ ዊን ልዕሊ ትጽቢትካ ዝጸነሐ ተዋሳኣይ ኣሎዶ መን እዩኸ?
ንዓይ ደሰን ማልትስ ዝዝክሮም ኩሉ ግዜ ምስ ባድሻ ስለ ንሰርሕ እሱ ኩሉ ሻዕ እዩ ደገርመኒ ንዓይ ኣይትሓዝን ኣኣብ ዝሃብክዎ ካልእ ሰብ ኮይኑ እዩ ድመጽእ ካልእ እቲ መዋሊ ክገብሮ ድግብኦ ክዳን ከይተረፈ እንድሕር ባህ ደይበለቶ ኣስፍዩ ብወጻኢ ብናቱ። ብናቱ ነቲ ካራክተር ብግቡእ ክሳ ኢንቨስት ይገብረሉ ባዕሉ ነቲ ካራክተር እኮ እዩ እቲ መዋሊ ካልእ እዩ ኢንቨስት ድገብር ከኣ ወምጣለይስ ክብል ይኽእል ከእዝዝ ይኽእል ኔሩ እዩ ኮስትዩም ኣሎ ገለ ምሽ እንድሕር ደይ ዓገባ እሱ ኣብ ርእሱ እንድሕር ጌርዋ ምሳይ ተራዳዲኡ ኩሉ ግዜ ዘገረመኒ ሰብ ማለት እዩ ንዓይ ከም ካብ ደቂ ኣንስትዮ ከኣ I don't know እቲ ናይ ቅድም እዩ ሃና ትበሃል የላን ሕጂ ኣንጥልያ ኣላ እታ ብናተይ እያ ጀሚራ። ናይ ሕጂ ከኣ ቤቱ ቤተልሄም ቤተልሄም ተስፉ ማለት እዩ።
ሕራይ እሞ ሱሌማን ኣብዚኣ ምናልባት ከቋርጸካ ናይ ቤቲ ክንሪኣ። ሽመይ ቤተልሄም ተስፉ እባሃል ሞያይ ካኣ ከም ተዋሳኢት ኮይነ ዝሰርሕ ማለት እዩ ንሱሌ ክገልጾ እንተኮይነ ሱሌማን ማለት ንዓይ ኣቦ እዩ ሕጂ ንኣብነት ኣብ ስርሑ ዘለዎ ኣራኣእያ ኣብ ስርሑ ዘለዎ ተገዳስነት ብኩሉ ነገር ማለት እዩ ሱሌማንስ በቃ ኣቦ ኮነካ ሓውካ ኮነካ ሕጂ ኣብተን ዝሰራሕናለን ስራሓት ከም ኣቦ ኮይኑ ክኣልየኒ ከሎ ክገብሮ ዘለኒ ንጥፈታት ሱሌማን እቲ ተዋስኦስ ከምዚ ኣብ ውሽጥኻ ከም ትእትዎ እዩ ዝገብረካ ብዝያዳ ሕጂ ኣብ እሱ ከም ዳይረክተር ኮይኑ ክኣልየኒ ከሎ ንኣብነት ኣብ ካናሪ እታ ጠባይስ ኣብ ውሽጠይ ከም ዘእትዋ እዩ ገይርኒ ንሱሌ ክገልጾ ብከምዚ ብውሑዳት ቃላት ክገልጾ ኣይክእልን እየ ልዕሊ ቃላት ትሓጽረኒ እዩ ማለት እዩ። ሱሌ ሓወይ ካብዚ ንላዕሊ ኣብ ካልእ ደረጃ ክትበጽሕ ከኣኒ ኣምላኽ ዕድመን ጥዕናን ይሃብካ ክብለካ ማለት እዩ። ከየጉድለሉ ነቲ ዘለዎ ነገራት ማለት እዩ። ኣብ መወዳእታ ክብላ ዝደሊ ከኣኒ ሓንቲ ሕቶ ክሓተካ እየ ሱሌ ሓወይ ንዓይ እስኻ ሓደ ብሉጽ ዳይረክተር ኢኻ ንዓይ ጥራይ ዘይኮነ እውን ንኹሉ ንምሉእ ህዝቢ ኤርትራ ማለት እዩ ሕጂ ከም ዳይረክተር መጠን እስኻስ

ኣነ ዳይረክተር ተኮይኑ እዩ ኣነ ደስ ትብለኒ ንምንታይ ኣብኡ ኣይደኖ ፃዕሩ ዘይድፈቱ ኮይነ ከምቲ ዝብለኪ በዓል ኣብኡ ከላም ገለ ስለ ዝመሃሩኒ ብከምኡ ግዲ መፅኦ ኮይነሲ እቲ ፃዕሪ እዩ ንዓይ ደስ ትብለኒ ተዋሳኣይ እውን ፃዕሪ ኣለዎ እንዶ ከምቲ ሃለክለክ እቲ ገለ ተሓስብ ገለ ቅድሚ ሕጂ እውን ጠቂሰያ ነይረ ኩሉ ሰብ ክድቅስ እስካ ኣይትድቅስን ኢካ ደራሲ የምፀልካ ይኸይድ ምስ ሃበካ ተዋሳእቲ ንዕኦም ኣሊኻ እሶም ካኣ ይኸዱ ካሜራ ማን ምስኡ ኣለኻ ምስ ኤዲተር መስኡ ኣለኻ ንስኻ ደይብሉ ኣብታ ገንዘብ ጥራሕ ኣብታ መሸጣን ደይመሸጣን ኣብኣ ኣይለኻን መርጀሚራ ስጋዕ ትውዳእ እቲ ዳይረክተር ኣሎ ስለዚ ኩሉ ሻዕ ኣብ ሓሳብን ኣብ ስራሕን ኢኻ ኣነ ዳይረክተር ተኾይኑ ባህ ዝብለኒ በቃ ተሃነይ ደውጻሉ ሳዊ ቤቱ ሓፍተይ
ምናልባት ምልስ ክንብል ሱሌ ኮስቱም እንታይ ተራ ይሕዝ ኣብ ኣብ ሓንቲ ፊልም?
እዋእ ዳርጋ ሰላሳ ኣርባዓ ፐርሰንት ናይቲ ስራሕ ኮስቲም እዩ። ኮስቲም ኣዝዩ እምበር ወሳኒ ምኽንያቱስ ኣበየናይ ዘበን ከም ደለኻ ኣበየናይ ቦታ ከም ደለኻ ሲ ሱየ ክነግረካ ነው ኣዝዩ እምበሪ ወሳኒ ተራ ካብተን ኣርባዕተ ድየን ሓሙሽተ ኤለመንት ደለዋ ሓንቲ ሰብ እሳ እያ።
ሓደ ኣክተር ከ ከምቲ ክተዕልለኒ ዝጸናሕካ ብሉጽነቱ እንድሕር ኣርእዩ ንሓደ ዳይረክተር ኣረኣእይኡ ሽፍት ክገብሮ ይኽእል ዶ? እቲ ዳይረክተር ዶ? እቲ ተዋሳኣይ ባዕሉ። እወ። ብሉጽነቱ ከምዚ ሕጂ ክትእለና ዝጸናሕካ ናይ ቤቲ እቲ ዓይነት ስንክልና ደሪስካዮ ዝነበርካ ፍሉይ። እሳ ዘርኣየቶ ከኣ ልዕሊ ትጽቢትካ ጸኒሑ እሞ ስለዚስ ብሉጽነት ኣክተር ሲ ተራ ኣለዎ ዶ ኣብ ናይ ዳይረክቲንግ? ኣዝዩ እምበር የስርሓካ እንድዩ ንኽትህቦ ንኽትምግቦ ነቲ ብ ወልዲ ክትገብሮ ንኽትሃንጾ ነቲ ክስታይ ናቱ ተራ ኣለዎ። ብጣዕሚ ተራ ዘለዎ ተዋሳኣይ ማዓስ ኣብቲ ትረ ልምምድ ምስ ምስ እታ ልምምድ እኮ ኢና ንጸልኣ ሕጂ ኮይኖም እጂ ብዚ ለለና ንሰርሕ ሲ እታ ልምምድ ሲ ዓቅብ ኮይና እያ ዝስማዕ ረዲክኒ ኣብኡ ደሎ ግን መመን እቲ ነቲ ተዋሳኣይ ኣይኮነን ዝያዳ ንኡ መሲሉ እዩ ዳኣቱ ዝያዳ ኩሉ ግን ትዳይረክተር እዩ ትዳይ ዳይረክተር ግን ይረክብ ኣስቤዛ ኣስቤዛ ኮሚደረ ሽጉርቲ ናይ ርእሲ ይረክብ ኣብኡ ኣብቲ ስለዚ እሱ እንድሕር ሂብካ ንክንደይ ንቤቱስ እታ ካመር ክንደይ ብሰንኪ ናታ መንፍዓት ዝሞእ ዝመላእ ኩሉ ኣሎ ንባዕሉ ጉራሙራ ክትሰርሕ ከላ ምሰ ኣሚን ዝሰራሕናያላ እዋ ደይ ነበረ ኢና ሃኒጽናላ ኮንቲንዩ ሰላሳ ድያ ወላ ዕስራ ክፋል እያ ነይራ ብሰንኪ ናታ መንፍዓት ኣልኣሚን እንዳ ደረሰ እንዳ ደረሰ እንዳ ደረሰ ከይዱ ምክንያቱ ናታ መንፍዓት እዩ የስራሓካ እዋ
እራይ ሱሌ ምናልባት ብርክት ድበለ እንድዩ ስራሕካ ኣብ ብዙሕ ኢካ ካኣ ተሳቲፍካ ሱሌ ኣይ ሆብ ካኣ እዚ ኩሉ ህዝቢ ሪኢካ ክከውን ተስፋ እገብር ደየርከበሉ ውን ኣሎ ኣብዛ ኢንተርቪው ሪኡ ድማ ክከታተል ንላቦ እስኪ ሓጻር ዛንታ ን ሓጺር ፊልም ሰሪሕካ ኔርካ ደሪስካ እንደገና ድማ ዳይረክተር ኮንካ ከኣ ነታ ፊልም ኣሊኻያ ደሪስካ ንክትኣሊ ቀሊል እዩ መስለኒ ከምኡ ውን ትብል ኔርካ ብ ገለ ኣጋጣሚ እታ ፊልም ድማ ናይቲ ሓደ ነቲ ሓደ እያ ትብል ቁሩብ ብዛዕባኣ ክትዕልለና። እዚ ናይ መጀመርያ ሾርት ሙቪ ናተይ እያ ሓጺር ፊልም ማለት እዩ እዚ ሩት ስምኦን መምህረይ ኣብ ስማፕ እያ ኣስሪጻትለይ ድየ ክብሎ እቲ ሾርት ምኽንያቱ ኣብኡ እዩ ዘሎ እቲ ሓይሊ ናይ ጽሑፍ ኣየገላብጠካን እዩ ከም ግጥሚ ማለት እዩ ሕጂ እሳ እንታይ እያ እቲ ሓደ ዝሓሰቦስ ነቲ ሓደ እዩ ዝረኽቦ ማለት እቲ ሓደ ጽጋብ ኣለዎ ኣዝዩ ጽጋብ ኣለዎ ምሽ ግን ኣይተመርዓወን እቲ ከኣ ካብ ገዝኡ ምስ በዓልቲ ቤቱ ተባኢሱ ገለ መለ ጽን ኢልካ ክሳይነ ናብ ስዊሳይድ ወይ ከኣ ናብ ነብሰ ምቕታል ነብሰ ቅትለት እዩ ሓጺር ናይ ምሕሳብ እወ ሓጺር ሓሲቡስ ነብሱ ከጥፍእ እያ ሓጻር እያ እታ ስራሕ። በዳሂት እያ ንዓይ ኣብ ድርሰት ማለት እዩ ኣብዚኣ ኣላ እሱ ስኒ ገይሩ ለቕሊቑ ነታ ቢራ ማለት እዩ ክሰትያ ክብል በዚ እቲ ፅጋባ ከኣኒ ካብ ሓትንኡ ከይመርዓው ምሻሉ እቲ ውልቃውነት ዓብሊልዎ እቲ ንበይኑ መቂርዎ ካብ ኣዲኡ ድዩ ዋላ ካብ ሓትንኡ ሕረ እኒኦ እያ ዘላ ኣብ በዓል ጥልያን ድያ ዋላ ኣብ እንታይ ኣላ እሳብ ዝሰበረትሉ እቲ ኩሉ ነገራት ናይ ጽጋብ ናይ ዓለም ይሪኦ እሞ ብሰንኪ እቲ ናቱ ትዕቢት ኣታ ኢሉ ነታ መስተ ከምዚ እንታይ ኣለዎ ኣይፈለጠን ኢሉ ሰትያ መን ይመውት እቲ ጽጋበ ድዩ ነቲ ሓደ ዝነበረትሲ ናይቲ ሓደ። ዋላ ርእስታ ሕጂ ናይቲ ሓደ ነቲ ሓደ ኣብኡ ዓሰርተ ሓሙሽተ ደቂቅ ራስ ዓደ ገሊኣ ኮይና እያ እታ ዛንታ ኣብዚ ታይ በዲህኒ ማለት መጀመርያ ኣብቲ ጽሑፍ ኩልሻዕ ሾርት ሙቪ ከምኡ እዩ ድብዳሃካ እቲ ስእሊ ደሓን እዩ። ንምንታይ ከ ሾርት ሙቪ ክትከውን መሪጽካያ ንምንታይ ምሉእ ሙቪ ዊን ምልእቲ ፊልም ክትከውን ደይመረጽካያ ኣይፈተንኩን ኔረ በቲ ዝብለኪ ከኣ እዚ መምህረይ ሩት ስምኦን ባይ ዘ ወይ ዘመስግና በዚ ከመስግና ምክንያቱ ብዙሕ ነገር እያ ንዓይ ትድግፈኒ ወላ ትህበኒ ኤኒ ታይም ሲ። ኣይ ሆፕ ትዕዘበካ ትህሉ ትኸውን። እንሻ ኣላ እንሻ ኣላ።
ሕጂ ንሳ ውን ናታ ነይርዎ እስክሪን ይፍቱ እየ ምስቲ ናይ ስማፕ ንመሃሮ ነበርና ያ ገይርናዮ ከይደር እያ ከማን ኮመንት ነይርዋ ሂባትኒ ኤኒወይ እዚኣ እታ ስራሕ። ስማፕ ኣብ መንጎ ምውሳእ ን ኣብዚ ዘለኻዮ ናይ ስነ ጥበብ ዓለም ዲኻ ኣቲኻ? ወይስ ቅድሚ? ኖኖ ኖኖ ፍሉይት እያ ናይ ስማፕ ትምህርቲ መጀመርያ ባህላዊ ጉዳያት ስለ ነየወዝግሮ ምክንያቱ ስዎም ከፊሎሙልና ኣብኡ ስለ ዝኮንኩ ኣባል
ትዓድል ብኦም እያ መጽያ። ብኦም እያ መጽያ ናይ ሰለስተ ዓመት ኣቀዲሙ ኣብቲ ኣርቲስት ኮለኩ ክልተ ዓመት ግን ድገደፍኩዋ እዛ ኣርት ነይራ እንታይ ገዲፊየ ማለት እዩ ምውሳእ፣ ምጽሓፍ ምእለ። ኣነ ውን ናብኣ ክመጸካ እየ ደልየ ነይረ ድሕሪ ናይ ሲነማ ኢኻ ቅድሚ ናብ ናይ ዩቱብ ምእታውካ ኢኻ ንነዊሕ እዋን ጠፊእካ ነይርካ እስኪ ደሓን ኣብኡ ከለኻ ሱሌ ንምንታይ ኢኻ ጠፊእካ? እወ
ሕጂ ከምዚ ምስ ተመርዓኹ እዩ እቲ ጉዳይ ሕጂ ዓለም ኣብ ኣርት ዓለምካ ኣብ ኣርቲስት እንድሕር ኮይኑ ዓለምካ ኣብዚ ሞያ እዚ እንተኾይኑ ናይ ፋይናንሻል ጸገም የጋጥመካ። እሞ ሓዳር ጌርካ ኸኣ ሓላፍነት ኣለካ። ብኡስ ክትነብር ኣይትኽእልን ኢኻ። ብመሰናኽል ማሕበራዊ ህይወትካ ኢኻ ኸኣ። እወ ወስ ደኾን ደኾን ናብቲ ናይ መጀመርያይ ባክ ቱ ዘ ክስታይካ ናብቲ ናይ ቀደምካ እስኪ ክምለስ ናብቲ ሸቃጣይነይ ተመሊሰ። ዝገርመኪ ግን ቆንዶ እንድዩ ከም ናበይ ክትምለስ ውዒለ ስራሕ ውዒለሲ ሓደ ስማፕ ናብ ዲፕሎም ኣማዕቢለዮ ኣበይ እየ ልውዕል ዘለኹ ኣብኡ እየ ዘለኹ ኣብታ ኣርት እየ ዘለኹ ማለት እዩ ራያ ሸቀጥን ኣርቲስትን ከ ፈጺሞም ዘይራኹቡ እዮም ምኽንያቱ እቲ ብገንዘብ እዩ ዝሓስብ እቲ ወሪድዎ ያኺ ገንዘብ ዝበሃል ኣይ እንታይ እዩ ወይ ሓሳብን ገለ ሌሎ ግን ኣይገደፍክዎን ስማፕ ብሉማዓል ትኸውን ዝገርመካ ወላ ትምህርቲ ኣይሃሉ ወላ ገለ ኣብቲ ፍሪ ታይም ካብቲ ሸቀጥ ወላ ምስ መን እየ ድዕለ ኣነ ምስ ኣርቲስት ምክንያቱ ዝፈልጦ ነገር የለን ስለዚ ካብቲ ኣብቲ ዓለም ነይረ እየ ኣነ ዝስ ስማብ እናተማሃርኩ እየ ሕጂ ኣነ ኣብኡ ተመሊሰ
እንታይ ኮይና ደኣ ደንጉያትኒ ከይትብል ደኣ እምበር ሓያል ኣንባባይ ኢኻ ሱሌማን ኣነ ውን በቲ ብወገነይ ዝፈልጠካ ፍሉይ ፍቕሪ ምስ ምንባብ እዩ ዘለካ ምንባብ እንታይ እዩ ንዓኻ ኣይብለካን እየ ስለ ዝርደኣኒ ቁሩብ ክግንዘብ እኽእል ንሓደ ተዋሳኣይ ግን ከንብብ ማዕረ ክንደይ ኣገዳስነት ኣለዎ ፓእ
ምሻሎ ኣይትሓዝለይ ኣብ ቅድሚ ኣብ ቅድሜኻ ኮይኑ እምበር ዓሙ ዝብላ ኩሉ ሻዕላ ኣንባቢሲ ኩሉ እዩ እምበር ኩሉ ኩሉ ሓደ ግን ንሓደ ተዋሳኢ ስለ ዝሓተትከኒ ግን ንሳ ክምልሳ እንታይ እዩ ዝጠቕሞ ቪዥዋላይዝ ንክገብር

ቀዲሙ እቲ ስእሊ እንዳንበብኩዎ እዩ ዝረኣየኒ ከመይ ክኸውን ኣለዎ ታይ እዩ ዝመስል ገለበለ ኣብቲ ንባብ እዩ ዝረኣየኒ ንዓይ መጀመርያ ቀድሚ ወላ ምስ ካልእ ዳይረክተር ስራሕ ቅድሚ እቲ ዳይረክተር ግን ስእሊ ኣለና ኣነ ሽዑ እቲ ዳይረክተር ዝደልዮ ይህበኒ ሕጂ እቲ ምንባብሲ ንስእሊ ኣእምሮ እዩ ዝያዳ ዝጠቅም እቲ ካልኡ ገዲፍና እቲ ጥቕሙስ መዓት እዩ ንዓኹም እውን ክነግር ኣይክእል ንተዓዛባይ እውን ክነግር ኣይክእል።
ሕራይ እምበኣር ሱሌማን ክምለሰካ ናብታ ናይ ነቲ ሓደ ነቲ ሓደ ከምቲ ዘዕለልካኒ ምስኣ ትኸይድ ሕቶ ስለ ዘላትኒ ኣብ ኣርእስቲ ምምራጽ ናይ ድርሰትካ ኣብ ምንታይ ኩነታት ከለኻ ኢኻ ትመርጾ ክብደት ከለዎ ዶ መሰናኽላት ኣለዎ ዶ ሓደ ዛንታ ትሃንጾ እሞ ሓደ ካራክተር ትሃንጾ እሞ ኣርእስቲ ንኽትህቦ ዝኸብደካ እዋናት ኣሎ ዶ መዓስ ከ ኣብ ከመይ ኩነታት ከ ትረኽበሉ ኣርእስቲ ንዓይ ኩሉሻዕ ኣርእስቲ ክመርጽ ይኸብደኒ እዩ ኩሉ ግዜ እዚኣ እየ ዝብላ ሕማቕ እዩ ኣብ ርእስቲ እየ ዝብላ ኣነ እንታይ እየ ኮይነ መሲልኪ ከከምቲ ናትካ ሙድ እንድዩ ከከምቲ ናይ ጸሓፋይ ስምዓት መውዲድ ኣሎ ሓቀይ ሕጂ ኣነ ኣርእስቲ እንድሕር ሂበ ተበጊሰ ይእሰር እዩ ኣብቲ ጽሑፈይ ኣነ ኣርእስትኻ ካብ ከይበገስ ካራክተራት እቲ ኢቨንት እቲ ገለ እቲ ገለ ኣምጺኤ እየ ዝቕድም ዝውድእ እቲ ናተይ ማለት እዩ። ሽሙ መዓስ እየ ዝሽግር ኣርእስቲ ንኻልእ ሰብ ብጣዕሚ ቀሊል እዩ ሕጂ ንበዓል ኣልኣሚን ዓሊ እሞ ዝነብሩ ዓልቡሲ ኣርእስቲ ዝመርጾ ገለ ዓይነት እዩ እሞ ከኣ ይፈልጠን ይረኽበን ከኣ እዩ ሕጂ ይቐሎ ንዕኡ ንዓይ ግን ኣቲ እዩ ዝቐለኒ ሕጂ ኣርእስቲ ወዲ እየ እታ ፊልም ነርእስቲ ብጣዕሚ እየ ዝሽግር።
ኣርእስቲ ምረጸለይ ኢልካኸ ንኻልእ ስነ ጥበባዊ ዝሃብካዮ እዋን ኣሎ? ኩሉ ግዜ መብዛሕትኡ ግዜ ምሉእን ዘመን ስራሕይ ኣብ ገለ እንተዘይኮይኑ ግን እንታይ ጽቡቕ ይህቡኻ እሞ እስኻ ኢኻ ትፈልጦ እታ መልእኽቲ እስኻ ስለ ትፈልጣ ክትውክል ስለ ዘለዋ ከምዚ ሕጂ ብ ማርኬቲን ወይ ብገለ ከይሓሰብና ማለት እዩ ብኡ ዲኻ መጺኻ ገለ እቲ ትህቦ እሞ እስኻ ስለ ትፈልጣ እታ መልእኽቲ ግን እስኻ ኢኻ ተቕርባ ሽዑ እታ ጥቓ እታ ልክዓ ግን ንሳቶም እዮም ዝነግሩኻ ገሊኦም ልክዕ ዝህቡኻ ኣለዉ።
ሕራይ ሱሌ ምናልባት ኣብ ኣርእስቲ ጥራይ ዘይኮነ ኣብ ድርሰትካ ክንመጽእ ተውህቦ ናይ ድርሰት መዓስ ኣለሊኻዮ? ኣበየናይ ዕድመ ኣለሊኻዮ? ቅድሚ ምውሳእካ ድዩ ድሕሪ ምውሳእካ?
ኣዋኽ ነዊሕ ተሞክሮ'ዩ ሒዘ መጺኤ ንምድርሰት። እቲ ቀዳማይ ድርሰትሲ ኩሉ ሰብ ክደርስ ከሎ ኣነ ዳይረክት'የ ዝገብር ነይረ። ሓንቲ ዕላማ ስለ ዝነበረትኒ። ሓደ ኣብቲ ግዜ'ቲ ወዲ ዃዳ ምሂርና፣ መምህረይ ማዕረይ፣ ወዲ ዃዳ ምሂርና ምስ ወጻና ኮፍ ኢለ ንበይነይ ሓሲበሉ። ኣብቲ ግዜ እቲ ዳይረክተራት ኣይነበሩናን። ኣይነበሩን። እወ። ሕጂ ሰለስቲኡስ ኣለዉ እኮ። ደረስቲ ግን ኔሮም። ደረስቲ ኔሮም። ብጣዕሚ እምበር ኩሎም እምበር። ዳይረክተራት ግን እሞ ንኣሽቱ ከኣ ኣይነበሩን። ኣይነበሩን። እዚ መዓስ እየ ዝነግረኪ ዘለኹ ክልተ ሽሕን ክልተን ዲ ከምታት እዩ እታ ልክዕ እቲ ናይ ዳይሬክቲን ማለት እዩ ኣይነብሩን ሶ ክትፅሕፍ ትኽእል ኢኻ ኩሉ ከዓ ኣብኡ ኣሎ ከምዚ ዓሙ ድብላ ኣላ ሂስትሪ ኢዝ ዘ ማዘር ኦፍ ኖውለጅ ይብላ ንሓንቲ ሂስትሪ ኣብ መጽሓፍ ክንዛረብ ከለና ሲ the mother of knowledge እዩ ድብላ ኣደ ናይ ፍልጠት እዩ ድብላ ንሂስትሪ እቲ ናይ ሪክትን ከኣ ኣቦ ናይቲ ጥበብ እዩ ኣቦ ናይ ብምሉ እዩ መላግቦ እዩ ኩሉ እሱ ኣለዎ ክጽሕፍ ይኽእል ኣክት ክገብር ኩሉስ ኣብኡ ኣሎ እንተ ክንዲ እዚኣ ትሓይሽ ኢለ ቻዕታ ቾይዝ ዝገበርኩዋ እቲ ዳሕራይ ግን ኣገልግሎት ምስ ከድኩ ኣብኡ እየ ክጽሕፍ ዝያዳ ጀሚረ ምኽንያቱ ኣብኡ ዳይረክት ኣይ ክትገብር ኣይትኽእል ግን ስለ ዝኾነ ዕድል ኣለካ ምስቲ ናይ ምንባብ ተሓዊሱ ከኣኒ ሓንቲ ጽሑፍ ሽዑ ጀሚራ ናተይ ማለት እዩ። ንሕጽይቲ ፍቅረ ትብል እዩ። ፍቕሪ ምስ ሕጽይቲ። ፍቕሪ ምስ ሕጽይቲ ንሳ እያ ኣብኡ ጀሚራ ብኣያ እያ እታ ድርሰት ግን ራይት ገለ ገለ ገለ ስለ እትገብሮ ግን ርእሳ ኣሎ ምሳኻ። ምናልባት ንተዓዘብቲ እምበር ንዓይን ንዓኻን ንፈልጦ ኢና ንኸውን ዓሙ ትብሎ ዘለኻ መን እዩ? ኣቦኺ
ንዓይ ዓሙ ኣሕመድ ጣህር ባዶው እያ። ኣይ ኩሉ ነገር ይስሙ። ምናልባት ብዛዕባ ቀዳመይቲ ድርሰትካ ኸኣ ከይተንከፍናያ ከይንሓልፍ፣ ፍቕሪ ምስ ሕጽይቲ ኢላትኩም። ቐዳመይቲ ድርሰትካ ስለ ዝኾነት ንምንታይ ደሪስካያ? እንታይ ኢዩኸ ደፋፊእካ ፍቕሪ ምስ ሕጽይቲ ኢልካ ክትሰምያ?